ሰላም ኣሕዋተይ ኣሓተይ ናይ ብርዒ ሽመይ ሜላት እየ ዝበሃል ኣብ ኤውሮጳ ይቕመጥ ኣብዚ ዘለኽዎ ዓዲ ዳርጋ ሓሙሽተ ዓመት ገይረ ኣለኹ ኣብ ፍቕራዊ ህይወተይ ዝተመርኩሰ ዛንታይ ክዕልለኩም እንድዒ ኣብ በይነይ ጥራይ እንተዘይኮይኑ ነዚ ዛንታይ ሰሚዕኹም ከም ትሓዝኑ እምንቶ ኣለኒ ኣብ ሓደ ኣጋጣሚና ምስ ሓደ ወዲ ተላሊና ጽቡቕ ምስ ተላለና ብፍላይ ኣነ ኸኣ ኣብ ፍቕሪ ቀልጢፈ ስለ ዝወደቕኩ ዳርጋ ባዕለይ'የ ምስኡ ክቕመጥ ወሲነ። ክልቴና ንፍቕሪ ከይተሓታተትና ብሓንሳብ ህይወት ጀሚርናዮ። ብኸምዚ እናቐጸልና ዳርጋ ኣብ ክልተ ወርሒ ካብኡ ድቂ ሒዘ። እቲ ዘጋጠመኒ ምስ ነገርክዎ ከስድዶ ከም ዘለኒ ነጊርኒ። ኣነ ግን ሓንሳብ ስለ ዝተጋገና ካልኣይ ግዜ ክጋገ ስለ ዘይደለኹ ከስድዶ ፍቓደኛ ከም ዘይኮንኩ ነጊረዮ። ብዙሕ ኣይተቓወመንን። ብኸምዚ ህይወት ቀጺልና ምስ ወላዲኡ ከማን ኣላልዩኒ። ብኸምቲ ዝነበርናዮ ክንቅጽል ስለ ዘይንኽእል ድማ ንመርዖ ኢለዮ። ንሱ ግን ፍቓደኛ ኣይነበረን። ኣነ ሕጂ መደብ የብለይን፣ ብናተይ ውሳኔ ክትኸዲ ኢሉኒ። ብኸምዚ ቀጺልና። ባህርያቱ ግን እናተቐየረ መጺኡ። ብፍላይ እታ ዓርኩ ዝነበረት ከም ዝተመርዓወት ምስ ፈለጠ መሊሱ ገዲዱዎ። ኣነ ብሳራ ስለ ዝመጻኹ ኣብ መንገዲ እናመጻና እንከለና መኪና ተገልቢጣትና ርእሰይ ተሃሪመ ነይረ። ሓደ መዓልቲ ናይቲ ወዲቐዮ ዝነበርኩ ድሕሪ ነዊሕ ግዜ ርእሰይ ስለ ዘሕመመኒ ናብ ሕክምና ከይደ ከኒና ሂቦምኒ። እቲ ናይ ሳራ ዘጋጠመኒ ግን ጽቡቕ ዛንታ ስለ ዘይኮነ ብዙሕ ውን ይዝክሮ ስለ ዘይነበርኩ ንዓርከይ ኣይነገርክዎን። እምበር ኮነ ኢለ ክሓብኣሉ ኣይሓሰብኩን። እታ ዓርከይ ግን ሓንቲ ንዓይ ትፈልጠኒ ንሓደ ዓርኩ ምስ ነገረቶ እቲ ዓርኩ ድማ ንዕኡ ነጊርዎ። ነቲ ከኒና ዝወስዶ ዝነበርኩ ምስ ረኣዮ ሓኻይም እውን ምስ ነገርዎ ኣብ ልዕለይ መመሊሱ ዘይተደለየ በደል ከውርድ ጀሚሩ። ብፍላይ ሓደ ሓደ እየዕርኽቱ ብዛዕባና ግዲ ጽቡቕ ዘይደልዩ ኮይኖም ሕማቕ እዮም ዝመኽርዎ ነይሮም። ስድራይ ተመርዓዊ ሓዘንና ደብስዮ ይብሉኒ፣ ኣነ ግን ምስ ዓርከይ ስለ ዝነበርኩ ድሌቶም ኣየማላእኩን። እዚ ዘለኽዎ ኩነታት እውን ኣይነገርክዎምን። በዚ ዘጋጠመኒ እናሓሰብኩ መስጣ ወለደይ እዩ ዝወርደኒ ዘሎ እናበልኩ መሊሰ ይጭነቕ። ናይ ሸሞንተ ወርሒ ነፍሰ ጾር ከለኹ ይሃርመኒ። ሓንሳብ ሓንሳብ ካብ ገዛ ይሰጎኒ፣ ካብ ማረምቱ ዝኸፍእ ድማ እቲ ቃላቱ ዓጽምኻ እዩ ዝሰብር። ንስኺ እኮ ናይ ርእሲ ጸገም ኣለኪ፣ ሕምምቲ ኢኺ እኮ። ኣነ ኮይነ ንዓኺ ጠርኒፈኪ፣ ንዓይ ግን ሓቢእክለይ ኔርኪ። ህይወተይ እኮ ንስኺ ኢኺ ኣበላሺኽዮ። ሓቆም እዮም ብዛዕባኺ ከምዚ ክብሉኒ። ሕሉፍ ሓሊፉ ክቐትለኪ'የ እናበለ የጋፍዓኒ። ብሰንኪ ዓሰርተ ግዜ ከምኡ ምባሉ ነብሰይ ከማን ክሳብ ጥዕይቲ ድየ ሕምምቲ ዝጠራጠር ኮይነ። ኩሉ ነገር ኣጽሊኡኒ ክሳብ ነብሰይ ክጥፍእ ይደናደን ግን ካብ ኩሉ ስድራይ ይዝክሮም ቅድሚ ውሑዳት ዓመታት ሕሳስ ልዳ ሓወይ ኣብ ሳራ ሂወቱ ስለ ዝሓለፈ ኣብ ርእሲ ሓዘኖም ሓዘን ከይውስኾም ብምባል ነብሰይ ከረጋጋእ ይፍትን ግን መመሊሱ ይገደኒ ኣሎ ሓንሳብ ገዝኡ ገዲፈሉ ይወጽእ ወላሓደ ዝፈልጦም ሰባት ስለ ዘየለው ድማ መሊሰ ይምለሶ ነቶም ሓለፍተይ ገዛ ክህቡኒ እኳ እንተሓተትክዎም ምስ ወለድኪ ኢና ክንበኪ ኢሎምኒ እዚ ዘለኽዎ ህይወት እንተነጊረዮም ድማ ቀሊል ዘይብሃል ማእሰርቲ ከም ዝፈርድዎ ይርድኣኒ እሞ ክገብሮ ከም ዘይብለይ ንነብሰይ የእሚነያ። የፍቅሮ'የ ሕጂ ግን ፍቕሩ ወጺኡለይ'ዩ። ማህረምቱን መሪር ቃላቱን እቲ ዘፍርሓንን ክጻወር ኣይከኣልኩን። በጃኻ ግደፈኒ ክሳብ ዝሓርስ ጥራይ ዋላ ምስ ደስ ዝበለካ ትምርዖ እናበልኩ ይልምኖ። ንሱ ግን ፍረ ዘርኢ ብርከይ ከማን ጼራላይ ኢሉ ኣይርህርሃለይን። ዓለም ብገፋሓ መሬት ጸቢባትኒ ንስድራይ ከይሰማዕኹ ኣብ ከምዚ ምውዳቐይ ከኣ መመሊሱ ምንባር የጽልኣኒ ነብሰይ መጻኢኣ ዝጸልመተ ኮይኑ ይስምዓኒ ንኽሓርስ ሓደ ወርሒ ጥራይ ተሪፉኒ ኣሎ እንታይ ከም ዝገብር ጨኒቕኒ ብጃኹም የሕዋተይ ኣብ ጥቓይ ኮይኑ ዝሕግዘኒ ሰብ የብለይን ምኽርኹም ሃቡኒ ገለ ተስፋ እንተኾነኒ ብምባል ሜላት ነቲ ዘሕዝን ዛንታኣ ብንብዓት ዕሊላትኒ። ዝኸበርኩም ሰማዕቲ እዛ ሓፍትና ብሰንኪ ኣብ ሕማቕ ኩነታት ምህላዋ ኩሉ ሓቀኛ ሽመይን ዘለኽዎ ቦታን ወላ ኣውፅኣለይ ኢላትኒ እኳ እንተነበረት ምስ እዚ ሕጂ ዘላቶ ኩነታት ርኤ ጽባሕ መሊሱ ካልእ ጸገም ከየምጸላ ብምባል ግን መንነታ ክዕቀብ የደልየ ክቡራት ሰማዕቲ ነብስና ኣብ ቦታ ሓፍትና የእቲናሞ ንርኣያ ከቢድ ምዃኑ ንማንም ዝርድኦ ሓቂ እዩ ከቢድ ኮይኑኸ ብምንታዩ ነገራት ቅኑዕ መንገዲ ሒዞም ሓፍትና ሜላት ቀሲና ትነብረሉ መንገዲ ክፍጠር ዝከኣል ኣብኡ ተሞርኪስና ንሓፍትና ምኽሪ ኽንህባየ ዝላበወኩም ሜላት ቀዳምነት ነብሳን ጥዕና እቲ ኣብ ማህጸና ዘሎ ዕሸልን ጽቡቕ ክኸውን ብዓቕምና ንሓግዛ።